ኣብዘን ሓደ ገዛ ይሓድር ኣለን ይሰርሐለን ኩሉ ነገር እሞ ይሓድር ብደገ ሰራሪሐ ተመሊሰ ኩሉ ነገር ወዲኤ ብዘን ጎረበት ኣለዋ ኣብ ዝኾነ ተኣንጎለ ልመስል ፅርግያ ይብሉይ ገጠር ነገር እዩ ትልሰርሐሉ ዳርጋ መንግስቲ ልበሃል ዞም ሹርጣ ልበሃሉ ርኤ ይፈልጢ ድሕሪኡ ሓደ መዓልቲ ተብተብ ናበልኩ ላብዛ ካልኣይቲ ገዛ ክኸደ ኣብ ኣንጎለ ትመስል ሹርጣ ፀኒሑኒ ማለት እዩ ቀጥታ ምፀ ኢሉ ጠጠወል ኢሉ እተው ኢልኒ ሰላም ሰላም ናይ ዩቲብ ቻናለይ ተኸታተልቲ ከመይ ኣለኹም ከመይ ትኾኑ እግዚኣብሔር ይመስገን ኣነ ብጣዕሚ ሰላም እየ ብዘለኹምዎ ሰላም ፍቕሪ ቅሳነት ዕቤት ለውጢ ፀፅቡቕ ልኣኻትኩም እናተመነኹ ምሳኹም ዘለኹ ዮርዳ ሓፍትኹም እየ ንዩቲብ ቻናለይ ሓደሽቲ ዝኾንኩም በዛ ናይ ደወል ምልክት ሳብስክራይብ ናገበርኩም ቤተሰበይ ኩኑ ማለት እዩ ብሩኻተይ ሳብስክራይብ ጌርኩም ቤተሰበይ ዝኾንኩም ኩሉ ግዜ ሃናፅ ዝኾነ ኣስተያየት ስለትውኒ ኣዝየ ካብ ልቢ እየ ለመስግን ብጣዕሚ እየ ልፈትዮኩም ሓደሽቲ ዝኾንኩም ከዓ እንኳዕ ዳሕና መፃኹም ለይናወልኩ ብዛ ናይ ደውል ምልክት ሳብስክራይብ ናገርኩም ቤተሰበይኩም ማለት እዩ ብርኻተይ ናይ ሎማዓንቲ ሒዘልኩም መፅየ ለለኹ ቪድዮ ከዓ ኣነ ካምዛ ልማዓንቲ ልገጠመኒ ነገር እየ ክነግረኩም ማለት እዩ ስኻትክን ካኣ በተለይ ኣብ ዓዲ ዓረብ ለለኹም ኣሕዋተይ ኣብ ዓዲ ዓረብ ለለኽን ኣሕዋተይ ከምዚ ከማይ ማለት እዩ ክትጥንቀቃ ከም ለለክን ክትጥንቀቃሉ ልግበኣክን ነገር እዩ ዓሚ ከምዛ ልማዓንቲ ኣነ ታይ ገጢምኒ መሲልክን ተማላላሽ ስራሕ ይሰርሕ ነይረ ተማላላሽ ስራሕ ማለት ኣብ ሓደ ገዛ ትሓድረሉ ትሰርሐሉ ውን ትሓድረሉ ውን ብደገ ከኣ ኣብ ጎረቦቶም እንድሕር ደኣ ፈቒድናልካ እዘን ለለኻየን ገዛ ብደገ ከኣ ኣብ ጎረቦቶም ሰሪሕኻ ክልተ ገዛ ድዩ ሰለስተ ገዛ ድዩ በተለይ ኣብ ጅዛን ከባቢ ለለና ከምኡ ዓይነት ስራሕ ንሰርሕ ኢና ማለት እዩ ድሕሪኡ ኣነ ከኣ ተመላላሽ ስራሕ ሰለስተ ገዛ ይሰርሕ ነይረ እዩ ኣብዘን ሓደ ገዛ ይሓድረለን ይሰርሐለን ኩሉ ነገር እሞ ይሓድር ብደገ ሰራሪሐ ተመሊሰ ኩሉ ነገር ወዲኤ ብዘን ጎረበት ኣለዋ እንደገና ኣብዞም ሓደ ዝሰርሐሎም ይሓድር ነይረ ማለት እዩ። ድሕሪኡ ሓደ መዓልቲ እንታይ ገጢምኒ ኣብዞም ዝሓድረሎም ገዛ ተሲኤ ልዓሳር ስርሐይ ወዳዲኤ ስሑር በሊዖም ኣቑሑት ሓፂበ ኩሉ ነገር ወዲኤ ላብዘን ካልኣይቲ ገዛ ክኸድ ተብተብተብተብ ናበልኩ መቸም ተመላላሽ ስራሕ ልሰርሕ ሰብ ገንዘቡ ብዙሕ ልረብሕ የኾነይ እንደውም ከምቲ ንግዝኦስ ልረብሕ ልበሃል የኾነይ ግን በቃ ከምዚ ልሙድ ስለልኾነ ኣብዚ ዘለናዮ ልሙድ ስለልኾነ ምንም እንድሕር ደኣ ፈቒደናልካ ትሰርሕ ኢኻ ማለት እዩ ማለት ደሓን እዩ ግን ከዓ ብልበለፀ ልቐትለና ልነብስና እዩ ነብስኻ ትውድ ኢኻ ለይሙስል ትመስል ኢኻ ተመላላሽ ስራሕ በተለይ ልዕሊ ትስርሑ እንታይ ይቐትለካ ሓሊኡ እታ ሓንቲ ዓረብ ደንጒኺ ክትብለኒ እያ፣ እታ ሓንቲ ደንጒኺ ክትብለኒ እያ እናበልኩ ብጣዕሚ ተብተብ እየ ልብል ነይረ። በተለይ ከምዚ ሮሞዳን በቃ ትንፋስ እየ ይልሓልፍ ነይረ ማለት እዩ። ድሕሪኡ ከምዚ ልብለክን ሓደ መዓልቲ ስራሐይ ወዲአ ኩሉ ነገር ወዳዲአ እዞም ዝሓድረሎም ገዛ ድሕሪኡ ላብዛ ካልኣይቲ ገዛ ክኸድ ተብተብ ተብተብ እናበልኩ ኣብ ዝኾነ ተኣንጎለ ልመስል ፅርግያ ይብሉ ገጠር ነገር እዩ እቲ ዝሰርሐሉ ዳርጋ መንግስቲ ልበሃል ዞም ሹርጣ ልበሃሉ ሪኤ ይፈልጢ ድሕሪኡ ሓደ መዓልቲ ተብተብ ናበልኩ ላብዛ ካልኣይቲ ገዛ ክኸደው ኣንጎሎ ትመስል ሹርጣ ፀኒሕኒ ማለት እዩ ቀጥታ ምፀ ኢሉ ጠጠወል ኢሉ እተው ኢልኒ ድሕሪኡ ሞባይለይ ኣብ ገዛ እየ ልገድፎ ነይረ ሞባይለይ ይማላእ እዩ ምነ ይማላእ እዩ ንምንታይ ቀረባ ዝቐረባ እዩ ሓደ ገጠር ነገር እዩ መንግስቲ ብዙሕ ኣይረኽብኻይ በቃ ልምዲ ገይረ ወሲደዮ ማለት እዩ ወላ ሓንቲ እንታይ ከይኮንዋ ብፅሕ ኢላ መለስዋ ቻርጅ ገይረያ ሞባይለይ ይልኸድ ነይረ ድሕሪኡ ሞባይል የነበረኒ ምን የነበረኒ ዝሹርጣ በቃ ሕዘ ቢሉ ላብዛ መኪና እትወ ቢሉ ዕፅወ ቢልኒ ማለት እዩ ወይ ገንዘብ ክፈሊ ገሊኦም ማለት እዩ እዞም ልወዝሑ እዞም ልወዝሑ በተለይ ውዚ ገንዘብ ስለለመዱ ገንዘብ ክፈል እሞ ክነውፀክ ይብልካ እዩ እሱ ግን ጭራሽ ኢለ ይበለኒ ዝናተይ ግን ሕዘ ቢሉ ቀጥታ ላብ እስር ቤት ወሲድኒ ኣነ ከዓ ኣብዚ ለለናዮ ጋርያ እስር ቤት ኒኦ ንእሽተን በቃ ሓንቲ ክላስ እያ በይንኻ ኢኻ ትሓድር ግርም ድብለክን ኣብዛ እስር ቤት ሓዲረ ፅልምት ኢልና ሓዲሩ ሞባይል የነበረኒ ልሕዋተይ ልቤተሰብ ቢያንስ ተኣሲረኒ ይኹ ልምባል ተኣሲረ ኣለኹ እሞ ከይትሸቀሉ ልምባል ኳስ ሞባይል ልበሃል የነበረኒ ድሕሪኡ በቃ ሰብ እዞም ነበርክዎም ገዛ ማንም ሰብ ይረአየኒ ክትሓዝ ከለኹ ኣነ ከምዚ ዓይነት ምትሓዝ እንድዒ ብጣዕሚ ይልገርመኒ ከምዚ ኣነ ልጥርጥሮ ሓጢኣት ደኣ ይኾነን እምበይ ከምዚ ተበሊቐ እየ ብርግፅ ተበሊቐ እያ ነይረን ስለ ዝኾና ኣብዚ ጋርያ ዝሰርሓ ሰባት ብዙሓት ነይረን እየን ብዙሓት ኣብዚ ኣነ ዝሰርሐሉ ጋርያስ ነይረን እየን ሓበሻ ብርግፅ ኣነ በለቕ እዩ ልብሎ ብዝኾነ ይብለክን ንማንም ሰብ ንማንም ሰብ ከም ዝተትሓዝኮ ይፈልጢ ቤተሰበይ በቃ ኣልሾም በቃ ከነግረክን ይኽእል ተፀሊሎም ላበይ እያ ከይዳ ላበይ እያ ኣትያ ተዊሉ እዞም ለለኽዎም ዶ ዓረብ ብኣለሻ እንታይ እሞ ክነግረክን ብኣለሻ በቃ ኩሉ ሰብ ኣለሽኒ ኣብዚ ዝነበርክዎ መንደር ኣብዚ ዝነበርክዎ ጋርያ ዝኾነት ነይራ ዓርከይ ምሳይ ትሰርሕ ምሳይ ትበልዕ ምሳይ ትሰቲ ዓቕላ ጨኒቖዋ በቃ እንታይ እሞ ክነግረክን ሰብ ግዛዕ ዶ ሞይታ ሙሉእ መዓልቲ ንኣለሽን ውዒሎም ንኣለሽን ሓዲሮም ድሕሪኡ ላብ ዳብ ሸርጣ ከይዶም ከምዚ ከምዚ ከምዚ ሽማ ሓናን እየ ልበሃል ብዛዓዲ ሓናን ትበሃል ሽማ ሒዝኩም ድኹም ከምዚ ከምዚ ከምዚ ዝበለት ቆልዓሲ ሒዝኩም ድኹም ኢሎም ንዞም እንዳ ፖሊስ ተሓቲቶምዎም እዞም እንዳ ሸርጣ ማለት እዩ እዚ ኩሉ ትእልሽ ሓዲሩ በቃ ሓፍተይ እሞ ክነግረክን ይኽእል እዩ ሓፍተይ ማለት እዩ ሓፍተይ ከም በቃ ከም ዝተሰኣንኩ ዝተነዕራብስ ቀጥታ ደዊለን ነገረንኣ ሓፍተይስ ተፀሊላ ማርያምን እየ ልብለክን በቃ ሓፍተይሲ ዓበ ሓፍተይ እኒኣ ተፀሊላ ማለት እዩ ድሕሪኡ ከም ልተተሓዝኩ ከምዚ ከምዚ ለብለት ቆልዓ ማሕ እዝናይና ኢሎም ኣብዛ እስርቤት በይነይ ጸልሚት እናሓዲሩ ሓንሳእ ናኾኹ ሓንሳእ በቃስ ተሓዋዊሰን ክንክነግረክን ተሓዋዊሰን ክንድምት ሓዝ ንመጀመርያ ግዜ እየ ተትሒዘ ተኣሲረ እውን ይፈልጢ እስርቤት ዝበሃል ገጽ እውን ርኤ ይፈልጢ ድሕሪኡ ጽልምት ኢሉኒ ኣብዛ እስርቤት ሓንቲ መዓልቲ ሓዲረ ድሕሪኡ ናብ ጅዛን ቀጥታ ወሲዶምኒ ኣብ ጅዛን በቃ ብጣዕሚ ተጨኒቐ ነይረ ኣብዚ በይነይ ላሓደር ኩሉ እለሲ ብጣዕሚ ተጨኒቐ በቃ ስደት ከመዩ በቃ ሽዑ ስደት መፅልኝ ሽዑ በቃ ላብዚ ዓዱ እዚ ምምፃእ ይፀሊኦ እዮ ድሕሪኡ ናብ ጅዛን ምስ ከድኩ ልባኣሰ ሰብ ብዙሓት ህፃናት በቃ 15 14 ዕድሜን ካብ ክንደይ ሞት ሸት ይኾን ብክንደይ ደንበር ካብ ሞት ሸት ይኾን ዋይ ተመስገን ኣምላኽ እንኳዕ ጥራሕ ህይወት ይሃለኹም በይ ተመስገን ኣምላኽ ክብላ ምስ ረኣኹ ብጣዕሚ እየን ከብድኻ ልብልዓ ብጣዕሚ እየን ልሕዝናኻ ልኣታተን ምስ ረኣኹ ኣነታይ ኮይነ ተፅናዕኒ እያ በቃ ወኣነስ የዓዘራ እየ ልናገር ኣለኹ እምበይ እግዚኣብሔር ይመስገን በቃ ማለት እግዚኣብሔር ይመስገን ወላ ሕልምታት እየ የሳኽዕ ወላ ሲ ዕላማ እየ የሳኽዕ ወላ ገንዘብ እሞ ይሃለወኒ ግን ከኣሲ እዚ ኩሉ ከርተት ኢለን እዚ ኩሉ ምሽዋር ከፍ ኢለን ኣብ እስር ቤት ኣትየን እኳ ተመስገን ናበላ ህፃውንቲ ቆልዑ ሲ ተኮይነ ኢለ ተፅናዕኒዐ ይብለክን ኣብ ጅዛን ኣብ ጅዛን እስር ቤት መቸም ልጣዓሙ ይፈልጦ እግርኻ ብሸንሸል ተኣሲርካ ማርያምን ኣማን እየ ልነግረክ ኣለኹ ካብዛ ለለኹ ዋጋርያ ክስካብ ጅዛን ብሸንሸል ተኣሲረ ከይደ ብሸንሸል ማለት እዩ ውላ ሓንቲ ላበያ ከይተምልጥ ጓል ኣንስተይቲ ብጣዕሚ እዩ ዝገርመካ እዞም ዓዲ ሕጊ ኢሎም ግን ብሸንሸል ተኣሲረ ዝሮ ዝሮ እስር ቤት ምርኣይ ኢለ ፅቡቅ ነገር እዩ ክተመስግን ይገብረካ እዩ ክተመዛዝን ይገብረካ እዩ ማለት እስር ቤት ምርኣይ የፀላኸወይ ሽዑ ግን ብጣዕሚ ተደናጊፀ ብጣዕሚ ሓሪቀ ክነግረክን ይኽእል እዩ ላብ ጅዛን ከይደ ናብ ጀዛን ምስ ከድኩ ክልተ ሰሙን ተኣሲረ ብዙሕ ሰብ ካብ ብዙሕ ሰብ እዩ ልእሰር ነይሩ ዓሚ ከምዛ ልማዓቲ እያ ማለት እዩ ድሕሪኡ ክልተ ሰሙን ተኣሲረ እንድሕር ደኣ ሓውካ ኣሊካ እግዚኣብሔር ይመስገን ሳላ ሓፍተይ ዓበይ ሓፍተይ ኢጋም ኣብዚ ዓዲ ስለለላትኒ ኣብ ክልተ ሰሙነይ ከዓ ኣውፅኣትኒ ማለት እዩ ክትወፅእ ከለካ ከዓ ናብ ዓዲ ክኸድ እየ በሲመ ስለ ዝኾንኩ ብሓሙሽተ ኢደይ በሲመ ስለ ዝኾንኩ ናብ ዓዲ ንክኸድ እየ ፈሪመ ወፂ ተረዲክን ለሎ ከምዚ ክዳውንተይ ምናምን ሒዘ ስለ ዓደይ ልክኸድ እየ ፈሪመ ትወፅእ ማለት እዩ ማንም ሰብ ፈሪሙ እንድሕዳ ኮይኑ ንዓድኻ እዩ ድሕሪኡ ካብዚ እስር ቤት ወፂ እግዚኣብሔር ይመስገን ብዋሕስ ብኢጋማ ናይ ሓፍተይ ፈሪማ ኣውፅኣትኒ ማለት እዩ ማለት ዋሕስ እንድሕር ደኣ ተዋሒሱካ ሓደ ሰብ ክትወፅእ ትኽእል ኢኻ ክዳውንትኻ ምናምን ሒዝካ ንዓድኻ ንኽትከድ ፈሪምካ ወዲእኻ ካብ እሱሬት ይውፃእ እዩ ኣላ ዓባይ ሓፍተይ ስለለላትን ከዓ ተጓይያ ልባዕላ ኣብ ርእሲ ስራሓ በቃ ድቃስ ስኢና ላፍቲ ላፍቲ ላፍቲ ኢላ ረሞዳን ምድሪ ኣውፅያትኒ ኣብ ክልተ ሰሙነይ ከምዛ ለማዓንቲ ተታሒዘ ኣብ ክልተ ሰሙነይ ከዓ ካብዚ እስሬት ወፀ ይብለኩም ከምዚ ገይረ ብድሕሪኡ ሓፍተይ ብኢጋምዓ ገይራ ፈሪማ ንዓደይ ከም ልኸድ ፈሪመ ወፅየ ድሕሪኡ ፈሪመ ካብቲ እስር ቤት ምስ ወፃኹ ታለላ መማረፂት ከዓ ወይ ናብ ዓዲ ክኣቱ ኣለኒ ወይ ከዓ ገንዘብ ከፊለ ብዙሕ እዩ እቲ ገንዘብ መቸም እስካብ 13 ሽሕ ሪያል እስካብ 12 ሽሕ ሪያል ከፊለ ወይ ከዓ ከደምስሶ ኣለኒ እዘን ክልተ መማረፂ ተዋሂበ ማለት እዩ እንድሕር ደኣ ክትሰርሒ ትደሊ ኮንኪ ክተደምስስ እየ ትኽእል ኢኺ ገንዘብ ከፊልኪ ተለይ ኮይኑ ግን እዛ ለላትኪ መመረፂት ዓዲ ምኻድ እያ እንድሕር ደኣ ብዋሕስ ወፂኻ ለየደምሲስካዩ ናይቲ ሓውካ ልተውሓሰካ ኢጋማ ይተሓስ ሽዑ ይበላሸ ኣነ ከዓ ናይ ሓፍተይ ኢጋማ ብሰንኪ ክበላሸ ይደለኹ ብጣዕሚ ተጨኒቐ ማለት እዩ ዓዲ ከይከለ ያው ኣይመለእልካ እዩ ዝዓዱ እዙ ሓሳባትካ ለየሳመርካ ቢያንስ ቢያንስ ቁሩ ነገር ሓሳባትካ ስለየሳመርካ ዓዲ ክትኣቱስ በቃ ደሰ ይብለካይ ብጣዕሚ ኢኻ ትጠዓስ ክኸፍል ክንዲዙይ ቅርሺ ተበልካ ከዓ እሞ ብዝና ህዝኒ ግዘ ካየምፅኢኻ ካታይ ሰሪሕኻ ኢኻ ብጣዕሚ ተጨኒቐ ማለት እዩ ድሕሪኡ በቃ ሓሲበ ሓሲበ ሓሲበ ዓደይ ክኸድ እየ ኢለ ነይረ ያው ምስ ስለሎ ነገራት ናይ ዓድና ከዓ ሓሲበ ሓሳሲበ ከዓ ያው ዓሰርተ ክልተ ሽሕ ሪያል ሂበ ኣደምሲሰ ዝሉ ተትሓዝክዎ ዝብዋሕስ ኣደምሲሰ ልክዕ ከም ልኸድካ ገይሮምስ ይደምስሱልካ እዮም ማለት እዩ ኣደማሲሰ ከዓ ኣለኹ ይሰርሕ ኣለኹ ማለት እዩ እስካ ኣብዚ ሀዚ ዕለት ግን እስካ ኣብዚ ሀዚ ዕለት ገና ዕዳ ምኽፋል እኒኦኹም እቲ ዕዳ እኳስ ኣይተወዳይ ገና ዕዳ ምኽፋል ነው ግን እግዚኣብሔር ይመስገን እግዚኣብሔር ይመስገን መድሃናልም ይመስገን በቃ ማለት ሲ ተመስግን ጥራሕ እዩ ዘለካ ኣብ እስር ቤት ክልተ ዓመት ሰለስተ ዓመት ብለይ ፍርዲ ተኣሰሩ ሰባት ብዙሓት ኣለዉ ብዙሓት ማለት እዩ በተለይ ኣብቲ እስር ቤት ኣቲኻ ክትወፅእ ዘለካ ኣሕዋተይ መዓሪ እንድዒ ተኣሰርክን ከማይ ተለዋ ዶ ማለት ሲ ወላ ውሑዳት መዓልትታት ይኹና ሲ ንኸመስግን ገይሩኒ ብዙሕ ነገር ርየ ብዙሕ ብዙሕ መዓት ዝተቸገረ ሰብ ብዙሕ ነገር ኢኻ ትዕዝብ ማለት ሲ ብዙሕ ገይረ ማለት የለ ይኮነ ክልተ ሰሙን እስር ቤት ማለት ያው ብዙሕ ልበሃል ይኮነ ንኣይ ግን ሰለስተ ዓመት እስር ቤት ኮይኑ እዩ ተሰሚዕኒ ተኣሲረ ይፈልጥ ህይወተይ ብጣዕሚ ኢለ ጨነቐካ እቲ እስር ቤቱ ብጣዕሚ ይኽፉ ትለሎ ምንግልታዕ ትለሎ ነገራት ብጣዕሚ ኢለ ፅለየካ ግን ከዓ ትእሰር ከለኻ በቃ ተኣሲረ መውፀኢ ከዓሲ ወላቲ ገንዘብ ይጥፋእ ወላቲ ምእስራር እቲ ምንግልታዕ ዋላ ይጥራ እዩ እምበይ ግን ከዓ ከመስግን ገይሩኒ ፈጣሪ ብጣዕሚ ማለት እዩ እግዚኣብሔርን ኣማነ እዩ ኩላ ነገር ከምኣ እያ ሃንደበት ተታሒዝካ ኣለካ ሃንደበት ዝኾነ ነገር ክገጥመካ ይኽእል እዩ ስለዚ በቃ ኩሉ ግዜ ተመስገን ባህሪ ትኾኒ እካ ተመስገን ባህሊ ማለት ኣብቲ እስር ቤት ኣቲኻሲ ከምዚ ኢልካ ተኣኪብካ ፀገማት ከውግዕ ተለ ሰብሲ ኣታ ኣነስ ዳሕና ዳኣ ኮንኩ ኣለኹ ኢልካስ ተመስግን ኣሕዋት ይምሃለ እና ክንደይ ልገደ ደለዩ እና እታ እየ ክብለክን ደልየ ኣብ ስዑዲ ዘለኽን ኣሕዋተይ ኣብዚ ዓዲ ኣብዚ ዓዲ ትፈልጡ ኢኽን ነፃነት ዝበሃል የለይ ኣቲና ወፂና ከይትተሓዛ ተጠንቀቓ ባዕልኻ ክኸደለኒ ልዓደይ በቃ ሎም ሲኣኽለኒ ስደት ኢልካ እንድሕር ደኣ ለይወዲእኻ ቢያንስ ከይድኻ ለብ ዓዲ እውን ተመሊስካ ኢኻ ክትምለስኒ ኢኻ ንምንታይ ፀፀት እኒካ ዋይ ክሰርሕ ነበርኩ ዋይ ምንጥለ ቢሎምኒ መፅዮ ስለትብል እንደገና ተመሊስካ ላብ ዓዲ ከይድካስ እንደገና ተመሊስካ ላብዚካ ትመፅእ ብሂወተይ ልፈርሓ ነገር ብሱሩ ፀሎት ልገብር ከምዚ ዓይነት ሓሳብ ከይትሕስበኒ ፈጣሪ ኢለ ማለት እዩ ዓዲ ከይድኻስ እንደገና ምምላስ ስደት ብጣዕሚ ዝተመለሰ ሰብ ተልዩሲ ይፈርሕ ማለት ከምኡ ዓይነት መንፈስ ከይሕዘኒ ዓዲ ምስ ከድኩስ ክምለስ እየ ከይብል ብጣዕሚ እየ ልፈርሕ እግዚኣብሔርን ኣነ ብጣዕሚ እየ ልፈርሕ ብሂወተይ ካብ ተፅለኒ ዓዲ ከይድኻስ እንደገና ላብ ስዑዲ ምምላስ በእውነት ብጣዕሚ እያ ተፍርሐኒ ግን ከዓ ፀሎት እየ ልገብር መቸም ዓዲ ከይድኻ ተሓስቦ ነገር ኣይትፈልጥ እዩ ኣይሃብካ ኣይሃብኪ ኢኻ ትብል እና ዓዲ ከይድና ካብ ክንምለስ ቢያንስ ኣውዚ ናሃለና ስራሕ ስራሕ ኣቢልካ መሻርፍካ ስድዩ ዝኾነ ነገርካ ልሓሰብካዮ ንስኻ ቢያንስ ኣሳኺዕካ ክትኸድ ነየካ ማለት እዩ እና ከይትተሓዛ ጥንቀቐ ይግበአክን ሎም መዓንቲ ተኣሰርኩ ላዕለት ኮይና ዘኪረ ወይ ወይ ከም ሎም መዓንቲ ደኣ ኮንኩ ኢል ተተሓዝኩ ዓመት ይገይርኒ እኮ ኢለ ብዝናሃ ዝኒኦ ነገራት ብዝናሃ ዝኒኦ ስደት ብዝናሃ ዝኒኦ ባሕሪ ብዝናሃ ዝኒኦ ኣሰቃቂ ዝኾነ ሕማቕ መንገዲ ናብ ስዑዲ ማለት እዩ ኣሕዋተይ ማዕረይ ኣብዚ ነይርናስ እንደገና ዓዲ ከይድናስ እንደገና ክንምለስ ከይንሓስብ ምእንቲ ቢያንስ ኣብዚ ንሃለና ጠንኪርና ክንሰርሕ ኣለና ዝሰራሕናዮ ገንዘብና እውን ብደንቢ ጌርና ክንሕዝ ኣለና ከይትተሓዛ ከዓ ክትጥንቀቃ ይግበእክ ማለት እዩ በተለይ ኣብዚ ንሕና ንናዮ ቀውጢ እዩ ምትሓዝ ምውፃእ ወላ ዝበላ ክትጥሻ ከለክንስ ተጠንቀቃ ላብ ዝኾነ ነገር ክትከዳ ከለክንስ ተጠንቀቃ መቸም ላበይ ንኸድ ኮይና ንሕና ከም ዘንዕራብ ሓሊፍና ስላበይ ከየድቲ ኮይና ግን ብደንብ ጌርክን ተጠንቀቃ ማለት እዩ ሕዋት ማዕሪ ብጣዕሚ ይለደናግፀካ ብጣዕሚ ብጣዕሚ ብጣዕሚ ለይሓሰብካዮ ምጥረ ቢሎም ክወስዱኻ ከለዉ ሲ ብጣዕሚ እዩ ለፅልእካ ትምንግልታዕ ኣይረእኹሉ እዩ ትምንግልታዕ ሲ እኹል እዩ ኩሉ ነገር እግዚኣብሔር ልሓስቡ እዩ ሰብ ከም ልሓስቦ ለይኮነ እግዚኣብሔር ከም ልሓስቦ እዩ ኣነ ልሓስቦ ልነበርኩ ቢያንስ ዝዓመት እዚኣ ሰሪሐ ዓደይ ክኸድ ነይሩ ሓሳበይ ማለት እዩ ልምንታይ በቃ ተመላላሽ ስራሕ ብጣዕሚ ሰልችኒ ነይሩ ብጣዕሚ ማለት እዩ እና እዛ ለም ዘበን እዚኣ ሰሪሐ ሲ ልዓደይ ይኸድ ልበሃል ሓሳብ እዩ ነይሩኒ ማርያምን በቃ ሓሳበይ እዩ ሓንጎለይ ነረስ እዩ ግን ኩሉ እግዚኣብሔር ዝሓስቦ ጥራሕ እዩ ልኾን ኩሉ ብእግዚኣብሔር ፍቃድ እዩ ልኾን ካልእ ኣና ልበላ እንጀራ ለ ላብ ዝኸደ የብላይ ግን ንሕና ትዕግስተኛታት ክንኮን ይግበአና ኣብ ለለና እዩ ትዕግስቲ ክህልወና ይግበአና ፀሎትና ክንገብር ይግበአና እግዚኣብሔር ኣምላክ ከዓ ስደትና ሕፂሩ ኣብ ዓድና ብሰላም ይመልሰና ምስ ወለድና ምስ ኣሕዋትና ከዓ እግዚኣብሔር ዓይን ለዓይኒ ይረኣየና ኣሕዋተይ ማዕሪ ልዓድና ልህዝብና ከዓ ሰላም የውርደልና መቸም ኣብ ዓዲ ሰላም ተለየሉ እዩ በረኻ ለሎ ላብ ዓዲ ክምለሰ ይኽእል እዩ ኣብ ዓዲ ለሎ እውን ክቐስነ ይኽእል እዩ ስለዚ እግዚኣብሔር ኣምላክ ልዓድና ሰላም ይግበረልና ብጣዕሚ እየ ልፈትየኩም ብጣዕሚ እየ ለኸብረኩም ባይ ባይ